ትፋለጡ ዲኹም
ባህሪ እንተ ኾንካታ ንቲቲ ዘይፈልጥ ዶሎ እዩ ኣነ ንቲትንሲ ካብ ምሕር ምፍላጥ እንታይ ትብል ኣለኻ እንታይ ዓይነት ክዳን ትገብር እንታይ ዓይነት ማች ትገብር ኣበይ ኣበይ ትኣቱ እንታይ እንታይ ትደሊ እንታይ እንታይ ትበልዕ ደስ ዝብላ ምግቢ ከማን ከይተረፈ ፅቡቅ ገይረ ዝፈልጥ ኣተባረሽኮ ኣባሎ ዘይፈልጥ ኣሎ ድዩ ንኣባሎ ምልእቲ ስመራ እያ ትፈልጦ ክብረት ሃበለይ ድሓር ከዓ ኣባሎ ሽኮርተይ በሃላይ ኣባለ ምስኪን ቴንኪዩ የቀንየለይ

ምኽንያቱ ዘየለቅሕን ቀታሊ ዘይመልስን ድማ ከታሪ ከምኡ ስለ ዝኾነ ወይ ኣቦታትኩም ወይ መሰታኹም ዘውፅእዎ ክሳዩ
ዝምስላ ሕጂ ኣነ ገንዘብ ከለቅሕ እሳ ድማ ዘለቃሕኳ ገንዘብ

መንጎኛ ኣነ ኸዓ ቅኒ ኢለ ኸዓ ክመልሰሉ እንዴ ክመልሰሉ እንዴ ክህቦ እንዴ ንሱ ኸዓ በቃ ከምዚ ከምዚ በቃ ኣይሲ ኣነሲ ክዕዘብ ጥራይ ማለት እዩ እወ ምሽ ኣለካ ኣነ ንፊት ሕጂ ገንዘብ ከምዚኣ ገይረ ህብ ከብላ ከለኹ ሳምዕ መንጎኛ ኮይንካ ይሰምዕን ይርእን እሳ ኸዓ ተን ገንዘብ ከዓኒ

ክትመልስሎም ከሎ ከዓ በቃ በቃ እዚኣ እታ ስራሕ ግን ኣነ ሕጂ እንታይ ዝብለካ መሲሉካ እዘን ገንዘብ እንዳሃብክዋ ከለዎ ከምዛ ዘርእየካስኒ እንዳመለሰተን ከለካ እግዚኣብሔር የርእኻ ኢለ ጥራይ ጸሎት ድገብር ኣሜን ንመን ኢልዎ ይበሎ በዓል

ኣነ ባሕሪ ገንዘብ ደለካ ክኾጠፊኪ ሰዲድለይ ዶ
ወይ ሓጢኣታ በሊ ደሓን ከምዛ ኣብ እዝነይ ግብ ኣቢልክያ ዘለኺ ኣብ ገለ ጸልማት ጸኒሓ ኸን ግብ ከብለኪ እየ ንዓኺ ደሓን ዋይ ኣነ ባሕሪ

እሞ ኸኣ ኣብ እዝንኻ እወ ሓጢኣትኒ እብለካ ኣሎኹ። እዋ እሞ ተጋግያ ዘይግበር ጌራ። እንታይ ተጋግያ እስኻ ውን ተመኽንየላ ኢኻ ደላ ሕጂ ግን ስማዕ ገንዘብ ኣይደሊ ገለ ይደሊ ነዛ ሰብ እዚኣ ብሂወታ ሒዝካለይ ትመጽእ። ብሂወታ ደኣ እንታይ ደሊኻ። ብሂወታ ድኒ ከምቲ ኣብ እዝነይ ቴሌፎን ልኩድ ደበለታ ኣነ ኸኣ በዛ ክሳዳ ሒዘ ፈረጥ ከብላ። እዋ እተሞተትካኸ እንታይ ክትረክብ። ዕዝር ትበል

ኣንታ ባህሪ ሕራይ በቃ ካብ በልካ ደኣ እሞ እንታይ ደኣ ክንብል በቃ
ሕራይ በቃ ካብ በልካ ደኣ ስራሕና ገዲፍና ኣብቲ ትኣትወሉ ዳምዳም ክንብል ያላ ዳምዳም ኢልካ ካብ ዝኾነ ቦታ ኣምፀያ በቃ ገዛ ፅንሓኒ በቃ ህድእ ከኣ በል ህድእ በል ቧዕ ምሩር ዕድልን ተፈጋእ ርእስና ይሃብከቡ ዓምና ብፅሕ ምልስ እየ ክብል መፃኹ መፃኹ ብዚዐ ኣቲ ከመይ ዓይነት ሰብ ኢኺ ቁሩብ ፍኹስ ዝበለ ልምልም ዝበለ ዘረባታት ጠፋእኪ ካብ መዓስ ኢኺ ዝጠባይ ከምዚ ኣቲ እንታይ ክኾንካ ብዛዕባ መን ትዛረበኒ ኣለኻ ብዛዕባ ባህሪ እምበር ብዛዕባ መን ዳ ዋይ ደው ኢልልክስ ኣይፈልጠካን ኢልክስ ተዓፅበ
ብዛዕባ ባህረ ዲኻ ኸ ኣነ ኸዓስ ብዛዕባ መን እዩ ክዛረበኒ ኢለስ ጭንቕ ኢለ እኳ እየ ነይረ። ይህ እንታይ እዩ ጌርኪ? ስማዕ እሞ ንሱ ድዩ ዝገበሮ ኣይፈለጥካን? ኣታ ነዛ ዝረኽባ ሰብ እኳ እዩ ሽመይ በሊልለይ ኣለቂሕያ ነይረ እንዳበለ በቃ ኣብ ቲቪ ኣብ ጋዜጣ ኣብ ሬድዮ ጥራይ ምቅላሕ ተሪፎ።
ስኺ ኸኣ ተጋጊኺ እንዲኺ ሰኣን መሽለጥ ኣቢልክሲ ክፍል ምባል ሲ እዚ ኩሉ መጻኪ። ሕቂ ከዲኻ ምሽልጥ ኣቢለ ክቦ ምሽ። ወታይ ድኣ ጎንዘቡ እንድዩ። ኣነ ግን ንሱ ምሽልጥ ኣቢሉ ክበኒ እየ ዝጽበዮ ዘለኹ። እሂ ሽምዒ እኮ ይበሊለለይ ይርድኣካ ኣሎ ድዩ። ዋይ ማይ ዘይጠዓመ ዘረባ።
ሰሚዕካ እንድሕር ረኺብካዮ ቲቲ ትደልየካ ኣላ እንድሕር ረኺበካ ግን ገጽካ ክበላሽወካ እየ ናትካ በሎ።
ጎንዘቡ ክንዲ ዘውጽእስ ገጹ ከተበላሽውዮ። ኡፍ ሕጂ ግን ማራ ተጨኒቐ ኣለኹ ማራ ስትረስ እየ ንዓኒ ኣብቲ ሓባ ሓባ ክብለኪ ከፅርመኪ እየ
ቲቲ ካብ ሓባ ሓባ ትብልናሲ ገንዘቡ ደይ ትመልስሉ ሩፍ ክንብል ገንዘቡ ደይ ትብዮ
እምበኣር ኣብዚኻ ዘለኻ ወይ ኣነ ድማ ንዓኻ ክደሊ

እዚ ኹሉ ክልቴኹም ገለ ነገር ትርኮ ከም ዘሎ ተረዲኡኒ ኣሎ። እንታይ ትርኮ?
ትርኮ ማለት ደኒ ክልቴኹም ተማሻጢርኩምለይ ከም ዘለኹም ተረዲኡኒ ኣሎ። ኣነስ ምሳኣ ክማሻጥር? ሕጂ ስማዕ፣ ትሰምዕ ዘለኻ እንተ ካብ ዲጋ፣ እንተ ካብ ዒላ፣ እንተ ካብ ማዓኮር ሓርማዝ ነዛ ቆልዓ ቦልቂጥካ ተምጻኻያ ጽቡቕ ኣይኮነን። ድማ እዚ ኹሉ ገንዘብ ናባኻ ክጥምጥሞ እዩ ኣንታ ባህረ እቲ ከመይ እወ ትብለኒ ኣለካ ንስኻ ንዓ ዝሃብካያስ ኣነ እኳ መንጎኛ እኳ እያ ነይረ መንጎኛ ነርካ ምሽ ክባ ከለኹ ነርካ ዶ ወ ነይረ ኮላላ ሕጂ ድማ እንዳሃበትኒ ኮላ ክትርኢ ዘልየካ ስለ ዘለኹ ቀልጢፍካ ሕጂ ተምፅሓቶ ሕራይ በል እዛ ሻሂ ፊት ፊት ክብላ በቃ። ደሓን ግደፎ እንዶ
ሻሂ ናትካ ናይ ሓሙሽተ ናቕፋ እዩ ኣነ ድማ ክልተ ሽሕ ናቕፋ እኮ ቀልጥ ቀልጥ ቀልጥ ቀልጥ ኣቢለ ሒበያ
እሞ ፊት ፊት ክብላ እባ ሰብለካ ዘለኹ እንዶ በጃኻ ስምዓኒ እሞ እሞ
እሞ እዚ ሻሂ ፊት ፊት ዋላ ክብሎ ደሓን ደሓን ብዛዕባ ሻሂ ባዕለይ ክሰትየ ኪድ ጥራይ ራሻ ክሰትያ እንዴ ብካሳ ኣቢልካ ከኣ ሕለፍ። ሻህየ ከኣ ኣብለኒ።
ቲቲ

ሃሎ ማህረ ዳሓን እቲ ሰላምታ እሞ ጽንሓልካ ስማዕ ኣብዛ ድኣልፋ ምሽ ኣላ ኣብርሃ ስነ ጽባቀ ጸጉሪ ርእሲ ትብል ምሽ ኣላ ኣብኣ ትመጽእ ተኾንካ ኣብ ውሽጢ ፍርቂ ሰዓት መርሓባ ኣይ ኣነስ ኣይመጽእን እየ ገለ ትብል ተኾንካ ክፍንወዐ ካብ ርእሰይ ከውርድ እየ ቀልጢፍካ ምጻእ ሽፍታ እየ ሒዘ ዘለኹ ጉየ ኣነ ብኣኹም ክጽለል ኣነ ብኣኹም ክዓብድ ናይ ሞት
ተርሐ ዝሃድም ዲዩ መሲልካ። እንታይ ይፍለጥ ዘይፍለጥ ኦ መጺ ከማን መጺኻ ኣለይ ዶ መጺኻ ዶ ስማዕ ባህሪ በል ሕጂ ስማዕ ነዚኣ ለቂሕኻያ ዶ እወ ንስኺ ካብዚ ዶ ተለቂሕኺ ኣነ ከኣ መንጎኛ ነይረ ምሽ እወ ወሲልኩም በሉ
ተረዳድኡ ተረዳድኡ

ከምዚ ኣለካ ምሽ ኣብ ማይ ዝኣተወት ኣንጭዋ ወይ ገበል መሲልካ ደኣ ከ ከመይ ከመይ ዲካ ትብል ኔርካ እንታይ ኢለ እንታይ ኢለ
ተረኪበያሲ ፈረጥ ከብላ እያ ዶ ትብል ኣይነበርካን። ንመን ንመን
ንቲቲ ዋ ንቲትስ ኣነ ንቲትስ ፈረጥ ከብላ ዋ።